መበል 27 ክፋል ረዘነ ካብ ኣቴንስ ቅድሚ ምብጋሱ ምናልባት ቴሌፎን እንተተደወለሉ ብምባል ኣብታ ዝሓዛ ሆቴል ንኣርባዕተ ተወሰኽቲ ለይትታት ሓደረ ዛጊት ኣይተደወለሉን እተን ዝተፈቕዳሉ ናይ ዕረፍቲ መዓልታት ከኣ ሰለስተ መዓልቲ ጥራይን ተሪፈንዐን ካብቲ ብኣኽብሮት ዝሓዞ ትካል ብግቡእ ክሰናበት ብምሕሳብ ከኣ ነቲ ንሮዳስ ምኻድ ዘይጥንጥኖ ዝብል ሃንደበት ብልጭ ዝበሎ ሓሳብ ዕሽሽ ኢሉ ናብ ቦታ ስርሑ ንኽምለስ ወሰነ። ንሮዳስ ዘብጽሖ ናይ መርከብ ትኬት ከቑርጽ እንከሎ ናይ ዓሰርተ ሸውዓተ ሰዓታት ማለት ለይትን ቀትርን ጉዕዞ ከም ዝጽበዮ ብምግንዛብ እዩ ነቒሉ። ኣብ መርከብ ከለኹ ጥራይ ደዊሎም ከይስእኑኒ። ዝብል ስክፍታን ሻቕላን ኣብ ኣእምርኡ መስ በለ። እቲ ወቕቲ ክራማት ብምንባሩ ዘይከም ወቕቲ ሓጋይ ቁጽሪ ናይተን ካብን ናብን ሮዳስ ኣቴንስ ዝመላለሳ መራኽብ ጎዲሉ እኳ እንተጸንሖ ማዕረ እቲ ዝሰግኦ ግን ብዙሕ ኣይተደናጎየን። ኣብ ሓንቲ ካብተን ዝነቐላ መራኽብ ተሳፈረ። ኣብ ግዜ ክረምቲ ቁጽሪ በጻሕቲ ማለት ቱሪስት ስለ ዝጎድል እተን ዝመላለሳ መራኽብ እውን ምስኡ ይጎድላ እየን። ዕድል ገይረ ብዙሕ ከይተጸበኹ ናብ ሮዳስ ብሰላም በጺሐ። ስርሐይ እውን ክሳብ'ቲ ዘበገስኩዎ ሓሳብ ዝሰልጥ ቀጺለዮ ይብል ረዘነ። እቲ ተስፋ ዝሃበካ ሰብ ኣብ መገዲ እንከለኻ ገለ ይደወለን ንእትብል ሕቶ ከኣ እቲ ንኸሳልጠለይ ዝተላበኹዎ ሰብ ገና ተሌፎን ኣይደወለን። ብሎሚ ጽባሕ ይድውል ይኸውን እናበልኩ መዓልታት በሊዐ። ብፍላይ ናብ ስርሐይ ካብ ዝምለስ ሓደ ሰሙን ምስ ሓለፈ ተስፋይ ቖሪጸ። ኦሮማይ ኣይስልጠንን እዩ እናበልኩ ከለኹ ከኣ ሓደ ረፍዲ ኣብ ስርሐይ ከለኹ ተደወለለይ ይብል ዘነም። እታ ክጽበያ ዝጸንሐት ጻውዒት ተሌፎን እንሀ ሰዓታ ኣኺሉ ምስ ደወለት ልቢ ረዘነ ብተስፋ ነጠረት። እቲ ጻውዒት ካብቲ ሰብኣይ ምዃኑ ብዘረጋገጸት ድማ ድርብ ሃረመት። ሄሎ እወ እወ ኣነ ኣነ ረዘነ እየ። ከመይ ትቕኒ ረዘነ ጉዳይ ሰሊጡ ኣሎ ቀልጢፍካ ኣቴንስ ተረኸብ ንቓለ መጠየቕ እትቐርበሉ ዕለት ተወሲኑ ስለ ዘሎ ተጓይኻ ተመለስ ዝብል ብስራት ብተሌፎን ኣቢሉ ናብ ኣእዛኑ ምስ ፈሰሰ ኣዒንቱን ገጹን ብታሕጓስ እናኽመስመሰ ቃል ምስጋናኡ ሓዘ ረዘነ ንቓለ መጠየቕ ዝቐርበሉ ዕለት ፈልዩ ምስ ሓበረኒ እቲ ዝኸዶ ዓዲ ናበይ ምዃኑ ሓቲተዮም፣ ካናዳ፣ በቃ ረዚንሲ ንካናዳ ክትከደ ማለት ድዩ? ኢለ ምስ ነብሰይ ድንጽው ኢሉኒ። ዝበለ ረዘነ ሕጂ እውን ካብቲ ዝሰርሓሉ ትካል መንግስቲ ብኸመይ ክሰናበት ከም ዘለዎ ከውርድን ከደይብን ጀመረ። ነዚ ኣመልኪታ እታ ጥራዝ፣ ቀንዲ ስግኣተይ ምናልባት ምኻደይ እንተፈሊጦም ገለ ዕንቅፋት ይፈጥሩለይ ወይ የደናጒኒ ዝብል ሻቕላ እዩ ነይሩ። እቲ ስራሕ ናይ መንግስቲ እዩ። ሕግን ኣገባብን ዝኽተል ብምዃኑ ከምቲ ናይ ውልቂ ስራሕ እንተደሊኻ ጥንጥን ኣቢልካ ዕዝር እትብለሉ ኣይኮነን። ከም ኣገባብ ከኣ መጀመርታ ጉዳይካ ተመልክት። ንስራሕካ ዝትክእ ካልእ ሰብ ክሳብ ዝርከብ ከኣ ንዘይተወሰነ ግዜ ክትጽበ ትግደድ። እዚ ከኣ ምስቲ ኣጋጢሙኒ ዘሎ ዕድል ፍጹም ዝጋጠም ኣይኮነን። ስለዚ ሓደ ነገር ክባልሓት ነይሩኒ። እንታይ ብልሓቱ? እቲ ብታ ግዜ እቲኣ ዝመጸለይ ከም መዋጽኦ ዝተጠቐምኩሉ ኣገባብ ክሳብ ዝሰልጠንን ወረቐተይ ኣብ ኢደይ ዝሕዝን ብዛዕባ ጉዳየይ ንመሳርሕተይ ይኹን ሓላፊ ዘይምዝራብ እዩ ዝነበረ። ንኣቴንስ ክኸይድ ናይ ግድን ስለ ዝኾነ ግን ነዚ ንምስጋር ገና ኣብ ስራሕ እናሃለኹ ዝተፈላለዩ ምክንያታት እናቕረብኩ ኣቴንስ በጺሐ እናተመለስኩ ብውሽጢ ውሽጢ ጉዳይ ከሳልጥ ወሰንኩም። እታ ብልሓቱን ሰርሓትለይ ፈለማ ኣንቂደን ኣቴንስ ብምኻድ ቃለ መጠየቕ ገይረ ተመሊሰ። ኣስዒበ እውን ንመወዳእታ ግዜ ዘድሊ ወረቓቕተይን ካልእን ኣማልኤ ፕሮሰሰይ ዛዘምኩም። ኩሉ ምስ ወዳእኹ ግን ካብቶም ጽቡቕ ዝገበሩለይ መሳርሕተይ ብኸመይ ክፈላለ? ሃንደበት ንካናዳ እብገስ ኣለኹ እንተኢለዮም ከ ብፍላይ እቶም ሓለፍትስ ሰሓብ ቦንኩቶቶን ዋጢጥን ዶ ኣየብዝሑለይን እናበልኩ ተጨነቕኩም ጭንቀት ደረት ኣለዎም ሓዲኡ ክውስን ስለ ዝነበረኒ ከዓ ኣብዚኣውን ብሜላ ገይረ ክሰናበቶም ከም ዘለኒ ወሰንኩ በቃ ብኣካል ተሰማሚዕካ ዘይኮነስ ብፅሑፍ ገይረ ክሰናበቶም ኣለኒ ብምባል ከዓ ሓደ ንጎ ናይ ስንብታ መልእኽተይ ኣብ ወረቐት ብእንግሊዝ ፅሒፈ ኣብ ስቴርሶ ናይታ ዝሕዛ ዝነበርኩ መኪና ስራሕና ምስ መፍትሐ ገይረ ገዲፈሎም ከድኩ። ብሓቂ እናኸበደኒ ትብልታ ጥራዝ። ረዘነ ንሮዳስን ነቶም ዝፈትዎምን ዝፈትዎን መሳርሕቱን ተሰናቢቱ ናብ ኣቴንስ ተመልሰ እሞ ነቲ ዝተረፈ ቅጥዕታት መገሽኡ ሰላሊጡ ናብ ካናዳ ንምስጋር ብኩስ ኮነ። ጉዳይ ተሳሊጡ። እቶም ንካናዳ ዝተበገስና ኣርባዕተ ሰባት ኢና። ሰለስቲኦም ከኣ ኢትዮጵያውያን እዮም ነይሮም። እታ ንኽንኣትዋ ዝተመደበትልና ዓዲ ኣብ ግዝኣት ኒው ብኒስዊክ እትርከብ ሳንጆን ዝተባህለት ከተማ እያ። ኣብ ምብራቕ ካናዳ ትርከብ። ካብ ኤርፖርት ኣቴንስ ብምሸት ኢና ተበጊስና። ሰላም ዝመልኦ ህዱ ጉዕዞ እዩ ነይሩ። ፈለማ ኣብ ከተማ ፍራንክፈርት ጀርመን በጻሕና እሞ ነፋሪት ቀይርና ከኣ ንካናዳ ቀጸልና። እዚ ጉዕዞ እዚ ግን ንተሳፈርቲ ዘርዕድን ዘፈራርሕን ናይ በርቂ ማሕታታትን ከቢድ ደበናን ነይርዎ። እቲ ሰዓታት ጉዕዞ ነዊሕ ስለ ዝነበረ እታ ነፋሪት ብሰንኪ እቲ ሓደገኛ ክሊማ ስቐጥቀጥ እናበለት ክብ ለጠቕ ኣብዘሐት። ኩሉ ተሳፋራይ ብፍርሒ ተሓቚኑ ሓድሕድ ከቑረምርም ተሰምዐ። ብወገነይ ጉዕዞ ባሕሪ ጥራይ ዘይኮነስ ጉዕዞ ሰማይ እውን ዝገደደ ምዃኑ ተረዲኡኒ። ኣስተንተንኩም። ኣብ ጫካን በረኻን ትጎይን ትሕባእን ኣብ ባሕሪ እውን ምናልባት ትሕምብስ ኣብ ሰማይ ከ ኣይረድ ኩላ ተጓዕዛይ ኣብ ጸጸሎታ ተጸምደት። ወያነ ፋሪት እውን ኣይጨከነትን ብመገዲ ሆስቴስ ጌራ ብሰላም ከተማ ቶሮንቶ ከም ዝኣተና በሰረትና። ኩላትና ብሓንሳብ ኡፍ በልና። ኣስተንፈስና። እቲ ብኤርፖርት ንኽቐበለና ዝተመዘዘ ካናዳዊ ብቐጥታ ናብ ሓደ ሆቴል ይብፅሑና። ንፅባሒቱ ከዓ ብኡ ተሰኒና ናብ ኤርፖርት ቶሮንቶ ተመለስና። ካብኡ ብንእሽቶ ነፋሪት ተፃዒና ናብታ ዝተመደበትልና ከተማ ሳንጆን ኣተና። ኣብኡውን ሓንቲ ካናዳዊት ሰበይቲ ተቐቢላ ንኣርባዕቴና ሒዛ ኣብ ሓደ መዕረፊ ቦታ ኣእትያትና ተመልሰት። ኩነታት ኣየር ካናዳ ብሕልፊ ኣነ ፍጹም ክጻወር ጸገመኒ። ኣስሓይታን ቁርን ኣኸርዲዱን ሓዲሩ። እታ ሰበይቲ ንጽባሒ ትረፍዲ መጸት እሞ ሕጂውን ብመኪና ጌራ ናብ ሓደ እንዳ ክዳውንቲ ወሰደትና። ርጉድ ዝበለ ክዳውንቲ ገዚኣውን ዓደለትና። ብድሕርዚ ከኣ ብዛዕባ ካናዳን ካልእ ምስታ ሃገር ዝተኣሳሰር ሕግን ስርዓትን ከተላልየና ዝጀመረት። እታ ዝኣተኽዋ ከተማ ኣብ ምብራቓዊ ገምገም ውቅያኖስ ኣትላንቲክ ዝተደኮነት እያ። ነበርታ ብምግፋፍ ዓሳ ይናበሩ። ሓቂ ሓይሽ ጽምዋን ዝሕልሕልን ናይታ ከተማ ኣዝዩ ዝጸዓነካ። እቲ ዝኽእሎ ስራሕ ኣብታ ከተማ ከም ዘይርከብ ገና ብኣግኡ ተረድኣኒ። እተን ከም ረድኤት ብመንግስቲ ዝወሃባ ገንዘብ ዳርጋ ካብ ኢድ ናብ ኣፍ እየን። ገለ ተወሳኺ ስራሕ ክረክብ ኣለኒ ኢለ እኳ እንተሓለንኩ ኣይተኻእለን። ኣእምሮይን ኣካላተይን እንተረኣኹዎ በቲ ብውርጪ በቲ ብጭንቀት ከይድንዝዝ ኣመና ፈሪሔም ካብ ደንዚዝካ ኮፍ ትምህርቲ ምምሃር ይሓይሽ ኢለ እውን ካብን ናብን ቤት ትምህርቲ ወፊረ ክምለስ ጀመርኩም። ዕግበት ሕልና ግና ኣይረኽብኩሉን። ዝምባለይ ብምልኡ ኣብ ስራሕ እዩ ነይሩ። ኣብ ስዑድያ ወረቐት መንበሪ ፍቓድ ኣብ ዘይነበረን እዋን እኳ በቲ ሞይ ሰርሒ እኣቱ ዝነበርኩስ ኣብዚ ወረቐት መንበሪ ዝረኸብኩሉ ዓዲ ካናዳ ስራሕ ስኢነ ዓንዘር ዓንዘር ክብል ምውዓለይ ፍጹም ኣይተዋሕጠለይን። ገለ ነገር ፈጽም መጸኒ። ሓሳብ ሓሲበ ኸኣ ኣብ መወዳእታ ኣብታ ከተማ ኣለዋ ኣብ ዝበሃላ ኩባንያታት ህንጻ ገለ ናይ ስራሕ ዕድል እንተረኸብኩ ብምትስፋው እናዞርኩ ወረቐት ይዓደልክወን። እንተኾነ ወይከ! ዝገበርክዎ ፈተነስ ኣይተዓወተን፣ ይብል ረዘነ። ንረዘነ ልዕሊ ኹሉ ዓቕሉ ዘጽበበሉን ካብ ትዕዝብቱ ዝተገንዘቦን ነገር ነይሩ'ዩ። ነዚ ኣመልኪታ እታ ጥራዝ፣ እቲ ናይ ሓገዝ ኣገባቦም ከም ዘይትጠምን ገንዘብ ከም ዘይትሕዝን ኮይኑ ዝተሰርዐ'ዩ። እዚ'ውን ድሕሪ ግዜ ዘይቅጽልን ናይ ግዜ ገደብ ዘለዎን'ዩ። ንሱ ምስ ተወደኣ ብዘይስራሕ ምጽናሕ ከኣ ካልእ መከራ ይኸስዕብ። ስለዚ ተቐላጢፍካ ስራሕ ምድላይ ዘዋጽኣኒ እኳ እንተበልኩ፣ ከተማ ሳንጆን ግን ንዓይ ዝኸውን ስራሕ ኣይነበራን። ብኹሉ ነገራታ ዝሕልሕል ዝበለት ከተማ ኮይናትኒ። ኩሉ ነገራተይ እውን ደስ ምባል እናዕበየኒ ከደ። ካብታ ከተማ ንፈጽ ውጻእ ዝብል ሕማም እውን ኣሕደርኩም። ኣርባዕተ ኣዋርሕ ክጸንሕ ግድን ነይሩ። ዝጀመርክዎ ትምህርቲ ክዛዝም ስለ ዝነበረኒ ብድሕሪ እዚ ግን ኣብታ ብውርጭን ቁርን ዝደንዘዘት ከተማ እሞ ኸኣ ብዘይ ገለ ስራሕ ነታ ዝተኸቡለይ ደገፍ ጥራይ እናተጸበኹ ክቕጽል ኣይተረኣየንን። ወሲነ ኸኣ። እንታይ ውሳንኡ? በቃ ካብታ ከተማ ክወጽእ። ብኸመይ እንታይ ሒዝካ እሞ? ካብ ግሪኽ ክብገስ ከለኹ ዝቐርቀርክወን ገንዘብ ነይረናኒ። ሒደቴን ነቲ ዝሓሰብኩዎ ካብታ ከተማ ቀልጢፍካ ምውጻእ ኣሳለጠለይ። ፈለማ ሓንቲ እርግ ዝበለት መኪና ብሕሱር ዋጋ ገዛእኩ እሞ ስራሕ ኣብ ዝረኸብኩላ ዓዲ ክሳዕ ዝዓልብ ኣብ መኪናይ ውዒለ ኣብኣ እናሓደርኩ ንነዊሕ ጉዕዞ ተበገስኩ። እወ ክሳዕ ንዓይ ዝኸውን ስራሕ ረኺበ ርጉእ ቦታይ ዝሕዝ ካብ ጫፍ ንጫፍ ካናዳ ክምርሽ እየ ዓጢረ። ተበጊሰ። ትብል እታ ጥራዝ። ኣብታ ፈለማ ዝኣተኻያ ከተማ ስለምንታይ ተጸሚምካ ትምህርትኻ ዘይቀጸልካ? ዝብል ሕቶ ብልጭ ክብለንን መልሱ ኣብ ገጻት እታ ጥራዝ ጎፍ ክብለንን ሓደ ኮነ። ኣብ ኣእምሮይ ብዘይካ ሰሪሕካን ርሂጽካን ምንባር ካልእ ሓሳብ ቦታ ኣይነበሮን። ስለምንታይ ስራሕ ጥራሕ? ትምህርቲኸ? ስለምንታይዶ?

ሕልሚ ኩሉ ዜጋ ምስ ተጋህደ ከኣ እቲ ሽዑብ ህይወተይ ብቐዳምነት ዝሰርዕክዎ ዓቢ ሓሳብ ናብ ዝናፍቓ ሃገረይ፣ ህዝበይ፣ ወለደይ ክኸይድ እሞ ክሪኦም ብልቢ ተሃንጥየ። ዝያዳ ኩሉ ከኣ እቲ ካብ ግዜ ንእስነተይ ዝዕንድረሉ ዝነበርኩ ጎላጉልን ጎቦታትን መሬት ዓደይ ዳግም ብዓይነይ ከይዲ ክሪኦ ኣመና ሃሪፈ። ስለዚ ብሂወት ጸኒሐ ናጽነት ክርኢ ካብ በቓዕኩ ተቐላጢፈ ዓደይ ክኸይድ ብሂገ። ክቱር ሃረርታ ድቃስ እዩ ከሊኡኒ። ነዚ ሕልምን ባህግን እዚ ግን ኣብ ሓደ ጫፍ ካርታ ዓለም እናነበርኩ ብሕልሚ ጥራይ ክጭብጦ ኣይክእልን'የ። ትምህርቲ ጎሴ ስራሕ ስራሕ ዘበለኒ ቀንዲ ምኽንያት ከኣ ንሱ እዩ። ጥዑይ ስራሕ ሒዘ ገንዘብ ከዋህልል እሞ ሓሳበይ ከስምር ብምባል ምሉእ ሓይለይ ኣብ ምህዳን ስራሕ ዝተንቀሳቐስኩ ብኸምኡ እየ። ይብል ረዘነ። ረዘነ ስራሕ ንምንዳይ ዝወጠኖ ጉዕዞ ብሰንኪ ክሊማ ብኣጋይ ጀመረ። ነዚ መልኪታት ኣጥራዝ፣ እቲ ብኽቱር ምጽዕዳው ኣዒንትኻ ዝሕወዝውዝ ውርጪት ስኖው ገና ኣብ ኩሉ ቦታ ጋእ ኢሉ ምስ ረግኤ'ዩ። ካብ ሽኮና እግርኻ ክሳብ ብርክኻ ዝውሕጥ እዩ። ነተን ኩጀታት ከም መርዓት ኣጎልቢቡ ንጎልጎል ኣሳፊሑ ዝኸረመ በረድ ምስ ግዜ እዋን ኣብቂዑ በብቑሩብ ምድረ ሰማይ ተጋልሀ። ድሮ ወርሒ ግንቦት ተዛዚሙ። ኣነ እውን ናይቲ ኣብ መሬት ጸሓይን ሙቐትን ከም ድላይካ ምዕንዳር ለሚደ ዝዓበኹ ምዃነይ ግዲ ኮይኑ ብሰንኪ እቲ ውርጭን ቀዝሕን መሬት ብገፊሓ'ያ ጸቢባትኒ ከሪማ። እታ ክረምቲ ሓለፈትለይ። ነታ ብሃንቀውታ ክጽበያ ዝጸናሕኩ ግዜየይ ማለት መገሻ ኣኸለትለይ። ንመገሻይ ዘድልየኒ ነገራት ቀራረብኩም። ኣብታ ከም ገዛን መጓዓዝያን እተገልግለኒ ኣረጊት መኪናይ ከኣ እቲ የድልየኒ'ዩ ዝበልኩ ኣቑሑት ጸዓዓንኩም። ኣብ ጉዕዞ ዝሕግዘኒ ካርታ ካናዳ ሒዘ፣ መኪናይ እኹል በንዚን መሊኤ፣ ጋሕጋሕ ምድሪ ናብቲ ንሸነኽ ምዕራብ ካናዳ ዝወስድ ዓቢ ጽርግያ ሒዘ ንከተማ ሳን ጆን፣